ሕራይ ክብራት ተኸታተልቲ ከመይ ውዒልኩም ናይ ሎሚ መደብና ክንጅምር ኢና ኣብዚ መደብና ኣሜሪካ ኣብ ዕረብ ሃገራትን ሙስሊም ሃገራትን ኣገዳዲ ዝኾና ኣርእስቲ ኣልዒሉ ኣሎ ኩሎም ኣይሰምዕዎን ብፍላይ ግን ኣብ ኳታርን ኣብ ስዑዲ ዓረብያን ዝገብሮ ዘሎ ታህዲድ መልሲ ተዋሂብዎ ኣሎ እሱ ብዝተመልከተ ሓደ ሓበሬታ ኣለና ካብኡ ድማ ኣሜሪካ ሕጂ ንኢራን ብገንዘብ ከተቀባጥር ፈተነ ጌራ ኣላ እሱ እውን ናባኻትኩም ከነብል ኢና እቲ ካልእ ሓበሬታ ድማ ናይ ኢራን እቶም ምሽጋት ዕስራ ኪሎ ሜትር ከም ዝበጽሕ ሓደ ሓበሬታ ተላዒሉ ኣሎ እሱ ናባኻትኩም ክነብል ኢና እቲ ናይ መጀመሪ ሓበሬታ ኣሜሪካ ኣብ ልዕሊ ኢራን ሓድሽ ናይ ኣየር መጥቃዕቲ ፈጺማ ኣላ። ናይ ኣሜሪካ ጦር ብደቡባዊ ኢራን ኣብ ዝርከብ ዝተፈላለየ ዕላማታት ሓድሽ ከምኡውን ሃንደበታዊ ናይ ኣየር ደብደባ ምፍጻማ ኣፍሊጣ ኣላ። ኣሜሪካ እዚ መጥቃዕቲ ዝፈጸመቶ ንነብሳ ክትከላከል ወይ ሰልፍ ዲፈንስ ምዃኑ ገሊጻ ኣላ። ናይ ኣሜሪካ ማእከላዊ እዝ ሴንትኮም ቃል ወሃቢ ካፒቴን ፒፒም ሓዊስካ ሶኑይ ምሸት ብዝሃቦ መግለጺ ብኢራን ሓይልታት ወተሃደራታቶም ዝተሓብአ ሓደጋ ንምቕልባስ ክበሃል ናይ ኣሜሪካ ጦር ሎሚ ብደቡባዊ ኢራን ንባዕሉ ንምክልኻል መጥቃዕቲ ከምዝሰንዘረ ኣፍሊጡ ኣሎ። እዚ መጥቃዕቲ ተኸቲሉ ግን እቲ ናይ ሰላም ከይዲ ከምቲ ዘለዎ ዩ ክብል ከማን ሓቢሩ ኣሎ ማለት ዩ። እቲ ሰላም ከይፈርስ ይፍእ ስግኣት ኣሎ። ስዑዲ ዓረብያ ቀይሕ ባሕሪ ከም ምስራቕ ኣፍሪካ ዘራኽብ ሓድሽ ናይ ባሕሪ ትራንስፖርት ኣገልግሎት ጀሚራ ኣላ። ስዑዲ ዓረብያ ኣብ ልዕሊ ባሕሪ ናይ ንግዲ መስመር ንምጥንኻርን ንባዕሉ ቀጠናዊ ናይ ሎጂስቲክ ማእከል ንምግባር እትገብሮ ፃዕሪ ኣካል ምዃኑ ሓድሽ ናይ ቀይ ባሕሪ ቀጠና መጓዓዝያ ኣገልግሎት ዕሊ ምግባራ ኣፍሊጣ ኣላ። ሓድሽ ናይ ባሕሪ መስመር ናይ ጅዳ እስላማዊ ወደብ፣ ስለዘለና ኦማንን ጅቡቲን ብዋናነት ዘራኽብ ምዃኑ ተገሊጹ ኣሎ። ሳዑዲ ዓረብያ እዚ ሓድሽ ፕሮጀክታ ሎሚ ኣፍሊጣላ ማለት እዩ፣ ብዕሊ ከም ዝጀመረት ኣፍሊጣላ። እቲ ካልእ ፕሬዚዳንት ፑቲን ወተሃደራዊ ሓይሊ ሩስያ ንሩስያ ብናይ ወጻኢ ኣብያተ ፍርዲ ካብ ምኽሳስ ክከላኸሉ ዘፍቅድ ሕጊ ፈሪሙ ኣሎ እዚ ልክዕ እዩ ምዕራባውያን እዚ ዓለም ለኸ ሕጊ ዝብልዎ ንዖም ዝሕሉ ነቶም ካልኦት ምጥቂዒ እሳቶም በዚ ኣይክሰሱን እዮም ዝኸሶም የለን እሳቶም ጥራሕ እዮም ከሰስቲ እሳቶም ዝጸልዎ መራሒ ወይ እሳቶም ዝጸልዎ ሰብ እንተ ኣሎ ብኡ ገይሮም ከጥቅዑ ዝፍትኑሉ ስለዝኾነ ሩስያ ናይ ብሓቂ እዚ ልክዕ እያ ሩስያ ብኔቶ እንተ ደግደጊፋ ኣንጻር ዩክሬን ባላስቲክ ሚሳኤል ኦርሺን ክትጥቀም ምዃና ገሊጻ ኣላ። ኣብዚ እዋን'ዚ ዝኸይድ ዘሎ ወጥሪ እንዳበርትዐ ይኸይድ ኣሎ። ፕሬዚዳንት ሩስያ ፑቲን ብሰንኪ እናዓበየ ዝመጸ ዘሎ ዓለማዊ ወጥሪ ሓድሽ ስግኣት ከም ዝኾነ እውን ሓቢሩ ኣሎ። እዚ ወጥሪ ቀልጢፉ እንተድኣ ዘይተኣልዮ ዳዕራይ ኣስጋኢ ክኸውን ከም ዝኽእል ይሕበር ኣሎ። እቲ ካልእ ናይ ኣሜሪካን ኢራንን ስምምዕ እንታይ ይመስል እዩ። ኣሜሪካን እስራኤልን እቲ ስምምዕ እንታይ ዓይነት ስምምዕ እንዳተሰማምዑ ከም ዝኾኑ ድማ ክንሕብረኩም ኢና ናይ ኣሜሪካ ኣሜሪካን ኢራንን ብስምምዕ ረቂቅ ድራፍት እቲ ስምምዖም ድራፍት ከምዚ ዝኽተል እዩ ናይ ተኩሲ ጠጠው ምባል ንሱሳ መዓልቲ ክናዋሕ እዚ ሓደ እዩ ኢራን ነዳዲ ብዘይ ሓደ ቅድመ ኩነታት ብነፃ መሸጣ ምሻጥን ምልኣኽን ክትኽእል ኢራን ድላያ ትሸይጥ ድላያ ትገብር እሱ ተፈቂዱ ኣሎ። ሆርሙዝ ብዘይ ክፍሊት ብዘይ ክፍሊት ብቲ ሰርጥ ዘሎ ነቶግቲ ክለዓሉ ክውገዱ ናይ ኢራን ነዳዲ ዝተገብረ ማዕቐብ ክለዓል ብኒኩለር ዙርያ ድማ በዚ ስሳ መዓልቲ ግዜ ውሽጢ ናብ ዝርርብ ንክኣትዉ እዩ እቲ ስምምዖም ማለት እዩ። ስለዚ ኣሜሪካ ኢራን ዝበለቶ ኩሉ ፈፂማ ተግባራዊ ንምግባር ተግባራዊ ንምግባር ተሰማሚዓ ኣላ ማለት እዩ። ስለዚ እዚ ሓድሽ ምዕባለ እዩ። እቲ ካልእ ሓበሬታታት ድማ ንኢራን ዓበይቲ መራሕቲ እቲ ዋሻ ወይ ድማ እቲ መሕብኢ ጎዳጉዲ ኣሜሪካ ብጣዕሚ ኣንእሳያ ትዛረብ ነራ ንሳቶም ግን ዕስራ ኪሎ ሜትር ከም ዝኾነ ሓቢሮም ኣሎ ማለት እዩ ዕስራ ኪሎ ሜትር ሕሰብዎ ድማ ብጣዕሚ ትሕት ኢሉ ተሰሪዑ ከም ድላዮም ይንቀሳቀስሉ ቦታ እዩ ማለት እዩ። ስለዚ ኣሜሪካ ኣነኣኢሳ ትዛረቦ ዝነበረት ሕሶት ከም ዝኾነ ሓቢሮም ኣለዉ። እቲ ካልእ ኣሜሪካ ዓሰርተ ክልተ ቢልዮን ዶላር ናብ ኳታር ሰዲዳ ኣላ። እዚ ዓሰርተ ክልተ ቢልዮን ዶላር ንኢራን ዝወሃብ እዩ። እዚ ቅድመ ክፍሊት እዩ ንኢራን ካብቲ ተታሒዝዋ ዘሎ ቅድመ ክፍሊት እዩ እዚ ክፍሊት ኣሜሪካ ናይ ብሓቂ ሰላም ከም ትደሊ መርኣያ ያዕኒ መታለሊ ማለት እዩ ኣሜሪካ ሓቀኛ ኣብ ዝርርባስ ቃል ኣይትዓጽፍን እያ ንምባል ዝተገብረ ታክቲክ ከም ዝኾነ ኩሉ ፈሊጥዎ ኣሎ ግን ኢራን 12 ቢልዮን ዶላር ይጠቕማ እዩ ብዙሕ ነገር ክዕድገላ ክእል እዩ ብዙሕ ነገር ክገብረላ ክእል እዩ ኢራን ግን በዚ ጥራሕ ኣይኮነትን እያ እቲ ድሌታ ወይ እቲ ሸውሃታ ጠጦ ዝብል ናይ ኢራን ድሌትን ሸውሃትን ግን እቲ ኣሜሪካ ዘዕነቶላ ካሕሳ ክትከፈል ከላ፣ ኣሜሪካ ድሕሪ ሕጂ ናባኸ ኣይቀርብን ክትብል ከላ፣ እዝን ካልኦትን እንተዘይኮይኑ ስቕ ኢልካ በዚ መቀባጠሪ ዝታለል ዘሎ ኮይኑ ኣይስምዓንን እዩ። ዝኾነ ኮይኑ ግን ኣሜሪካ ሕጂ እዚ ገንዘብ ልኢኻ ኣላ ማለት እዩ። እቲ ናይ መጨረሻ ሓበሬታና ድማ ትራምፕ ሃገራት ኣዕራብን ሃገራት እስልምና ሃይማኖት ተኸተልቲ ናይ ኣብርሃም ስምምዕ ክፍርሙ እዚኦም ሃገራት ብምሉኦም ክፍርሙ ዝብል ሓደ መገደዲ መገደዲ ሰላም ኣምፅኡ ኣሎ ብፍላይ ድማ ኳታርን ስዑድያን ብግዲ ፈትዮም ከይፈተዉ ነዚ ነገር ክገብሩ ከም ዘለዎም ኣገዲድዎም እዩ። እዚ ብፍላይ ስዑድያ ብፍጹም ኣይንቕበሎን ኢና እዚ ኢላቶላ ኪድ ብያ ኢላቶላ ኳታር ስቕያ ኢላ ስዑድያ ግን ሽዑ ንሽዑ ንዓኻ ንገብሮ ነገር የለን እዚ ስምምዕ ክንፍርም እንተ ኮይና ቀዳማይ ፈለስጢን ከም ሃገር ክትፍለጥ ኣለዋ ከም ሃገር ተፈሊጣ ሃገር ኮይና ሰላም ሙሉእ ሰላም ምስ ተፈጥረ ሽግር የለን ንሕና ንሰላም ኢና ቀዳምነት ንህብ እንተዘይ ኮይኑ ግን ብታህዲድን ብፍኸራን ንገብሮ ነገር የለን ንስራኤል ኣፍልጦ ኣይንህብን ኢና ክብሉ መልሲ ሂቦም ኣለዉ ማለት እዩ እዚ ትራምፕ ያው ምህዳድ ጥራይ እዩ ታህዲዳት ንሳኻትኩም ክልቲኤኹም ብፍላይ ክት ኣብቲ ስምምዕ ክትፍርሙ ኣለኩም በቃ ተወዲኣ ትእዛዝ እዩ ሂብዎ ነይሩ ሕጂ ክብረ መልሲ ሂቦም ኣለዉ ስዑድያ እንታይ ክገብር እዩ ኣሜሪካ ወላ ሓንቲ ወላ ሓንቲ ነገር ኣይገብርን እዩ ምክንያቱም ሓንቲ ነገር ናይ ምግባር ዓቕሚ የብሉን እዩ ካብ መልሓስ ጥራሕ ጥራሕ እምበረይ ካልእ ነገር ዝገብሮ ነገር የለን ስዑድያ ናይ ብሓቂ ትክክለኛ መልሲ እያ ሂባቶም ትክክለኛ እሳቶም ከም ድላዮም ዝኾኑሉ እሳቶም ከም ድላዮም ዝዕንድሩሉ ከም ድላዮም ዝዓብዱሉ ፖለቲካ የለን ቀደም እዩ እሱ ሓሊፉ እዩ ዘመኑ ሓሊፉስ ሕጂ ካልእ ዘመን መፅኡ ኣሎ ክብራ ተኸታተልቲ እዚ ናይ ሎሚ መደብና ነዚ መስል ስለተኸታተልኩምኒ የቐኒለይ ነዚ ቻናልና ሼር ላይክ Subscribe ብምግባር ብምግባር ተሓባበሩ። ምሸት ብካልእ መደብ የራኸበና። ቻው ቻው።